ምስ ህድሞና ነባሪት ኢንተርተይንመንት ተምልኹም ክቡራትን ክቡራን ተኸታተልትና ደጊምና ርሑስ በዓል ቅዱስ ዮሃንስ ንመላእ ህዝቢ ኤርትራ ኣብ ውሽጥን ወጻእን እናበልና ናብ ዕላልና ክንቅጽል ኢና ማለት እዩ ኣብ መዓልቲ ሕተኻ ኣተመኻኽሮኻ ከይደ እዩ ሰሚዐ ናብ እንዳጓል ማለት እዩ ሓቂ ጽቋላ ስለምንታይ መርዓዊ ከለኹ ባዕላ
መርዓዊ ትብል ፊልም ናይ ኤልያስ ውጻእ መዓት ደፋር ሲናይ ድብላ ኣብ ኣብ ጋዜጣ ዝጸሓፋ ዝነበራ ስክሪፕት ኮይና ንዓ ክንሰርሕ ከዓ ራስሓ ምስ ከድና እጂ ኣብኡ ምስ ከድና ክምለስ እዩ ነይሩ ናተይ መደብ እቲ ግዜ ግዜ ከ ተመጢጡ ኣትያታ ሰንበት መዓልቲ ንከረን እዩ ነይሩ ጓልኩም ሃብና ንሕፀን ኣብ ከሎ ብሓንሳ እዩ ነይሩ ውድእ ስለ ዝነበረ ኣዲምካ ማለት እዩ ክምለስ ኣይከኣልኩም ክምለስ ዘይከኣልኩ ከዓ መዓት ተዋሰት እዮም ነይሮም ኣነ እንድሕር ተመሊሰ ናይ ሲናይ ዛንታ እዩ እንድሕር ተመሊሰ ኣነ ንኣብነት ቀዳም እንድሕር ዳኣ ከይደ ካብቲ ቦታ ቀዳም ሰንበት ሸዓ ከረኒ ከዓ ነይሩ እንዳጓል በዓልቲ ቤተይ ከረኒ ጓል ከረኒ ሶኒ እየ ክምለሶም ሶኒ ከዓ ኣብ መንገዲ ትሓልፍ እያ ሶሉሲ ሰለስተ መዓልቲ ቆፅያ ነዚ ኩሉ ተወሳኒ ሓንቲ ማራፂ ዝነበረትኒ ግን ኣነ ክስበሉ ማለት ነው ኣማራፂ ነበረ ሰለስተ መዓልቲ ብትበረኻ ጎት ዘጋር ምክንያቱ ሽዕደ እዚ ናይ ሽዕድ ደሎ እዚ ናይ ሸብ እቲ ቦታ ልክዕ ሽሙ ይፈልጦ ኔር ንባጽዕ ገዲፍካ ናብ ሳህራ ገጹ ከምዚ ናይ ሳህራ መሬት ኣለዉ ናብኡ ኢኻ እቲ ስእልኻ ንኸይድ ኔርና ማለት እዩ እታ መዓልቲ ዕፀ መዓልቲ ኣብኡ ይሰኣል ኔራ ማለት እዩ እቲ ፍቃድ ኔኻ ማለት እዩ ምስ ሰበይትኻ ወይ ምስ ሰቲኻ ክበኣሰካ ድለ ይኮንኩ ግን እዚ ፍቕሪ ዳጋ ሰብሲ መግለፂ ይስእነሉ እዩ እወ ፍቅራም በል ብጣዕሚ ኸማ ብግደ ፈሪካ
ሕጂ እንታይ ድሕሪ ሕቶ መርዓን
ዝዓበየ ዝቡ ንክሓሓሲና ማለት እዩ ነቲ ሰለስተ መዓልቲ ኣብኡ ክስንድዎም እዩ ነዚ ኩሉ ተዋሳኢ ማለት እዩ እንድሕር ክምለሱ ክመፁ ገለ መለ ኮይዶም ከዓ ሃይ ባጀት ክትከይዳ ታፊን ታፊን እውን ናይ ሓገዝ እያ ክኾን ማለት ታሪክ ስለ ዝኮነት ክንሰርሓ ኣለና ኢልና ኢና ሰሪሕና ማለት እተን ዝወሰድናዮ ገንዘብ ናይ ማተርያል ጥራሕ ሻይ ናይ ገለ ሓገዘ ሕጂ ነቲ ብምሉእ ዝሕግዝ ዘሎ ሰብ ኣነ ንሕፀ ኢለ ኣብኡ ስለስተ መዓልቲ ቅንፈሰብ ከብሎ ምውዓት ተዋሰእት እዮም ነፍሲ ኣይገበረኒ በቃታ ዝኾነት ሬድ ኣሎ ድሕሪኡ መርዓ ኣሎ ሓወይ

መን እዩ ነዚ ይበደል
ውሽጠይ ደገደን ክትሰርሖ ኣለካ ምክንያቱ ጥራሕ ስኪያ ሰው ኣይትብላ እንድሕ ዳ ሰሪሕካ ኢኻ እንታይ ኢኻ ትሰቕሎ ዘለካ ኣብ ቻነላት ኣብ ዩቲብ ዝርጋሕ ማለት እዩ ዝተገድደና ኣካል ስንዓይሱ ውሽጠይ ዩቲብ እንድሕር ኢልካ እኳ ከምቲ ግቡእ እኳ ፊልም ቀደም ሰሪሕና ኣብ ሲኔማ እዩ ዝረአ ነይሩ ድኾነ ሃገር ኬድካ እኳ ፊልም ዝተሰርሐ ኣብ ሲኔማ እዩ ዝረአ ኣብ ናትና ግን ኣብ ዩቲብ ረአ ነዚኣ እውን ኣነ ክፀዕነላ ደገድደ እንተሎ ውሽጢ ነቲ ዶ ክብል የብለና ነብሳት እዚ ውሽጢ የገድደኒ ሰሪሐ ካልፀለ ካልእ ዘገድደና ኣካል ግን ሓደ ክሉ ይክእል እንታይ ስለ ዝኾነ ገደን እዋ ሕጂ ቅድሚ ህድሞና እኳ ብዙሕ ኢንተርቴንመንት ዘየለና ዝተፈላለዩ ካልእ ነገር ኣይኮነ ከምዚ ንምንታይ ኣብዚ ትፅዕና ኣለኻ ንምንታይ ኣብዚ ገለ ዘይኮነ ሲ ኩሉ ግዜ ኣነ እንድሕር ደኣ ክጽዕም ኮይነ ናተይ ስራሕ ደስ ክብለኒ ኣሎ። ደስ እንድሕር ክብለኒ ኮይኑ ከኣ እቲ ቻነል ወይ እውን እቲ ዋና ናይቲ ኢንተርተይመንት ምሳይ ዝጎይ ክኸውን ኣለዎ፣ ምሳይ ዝጓዓዝ ክኸውን ኣለዎ። ንኣብነት ኣነ ሕጂ ሰራሕተኛ መንግስቲ እየ፣ ኣቶ ዮናል ዕድመ ኣለዎ። ካብ ሰኞ ክሳብ ዓርቢ ኣብ ኦፊስ ኣለዎ። ቀዳመ ሰንበት እየን ዘለዋኒ። ኣብዘን ቀዳመ ሰንበት ዝኾነ ነገር ክገብረኒ የብሉን እቲ ዋና እቲ ቻነል። ሽዑ እንድሕር ደልየ ክሳዕለየ ሽዑ ሰብ ደልየ ክኽእል ኣለዎ። ድሕር ደኣ ኣብኡ ክጽዕና ኮይነ ማለት እዩ። እንተዘይኮይኑ ካልእ ኣማራጺ ክደሊ ኣለኒ። ምሳይ ክጎይ ኣለዎ ምሳይ ክጓዓዝ ኣለዎ ንሕልኽዎ ህድሞና ኹን ካልእ ኹን ብዘይገድስ ማለት እዩ እንጂ ኣብዛ ሰዓት እዚኣ ግን ኣብ ህድሞና ፀና ኣለኹ ዋላ ንባዕላ እውን እዛ ኢንተርቪው ናብ ህድሞና ንገብር ኣለና ከኣነ ድደልዮም ነገራት ስለ ዝመጠለ እዩ ዝብለ እዩ ንህድሞና ድቦ እምበር በየናይ መንገዲ እዩ እሞ ሓደ ንውልቁ ማለት ከም ስራሕ ክረብሕ ኢሉ ዝኸይድ ሰብ ንዓይ ኣገዲዱ ኣብ ናቱ ቻነል ክስቕለል እዩ ምፍታወይ ብድላይ እዩ ከገድደኒ ይክእል ምናልባት እስኻ ኣብርሂሞ እንድሕዳ ቻነል ኣውፂኻ ኣነ ኣብርሂሞ ትብል ቻነል ኣላትን እሞ ኤፍሬም ከምዝን ከምዝን ትልካኒ ተኣነ ድደለዩ ነገራት ድሕር ኣሎ ኮይኑ ኣብ ኣኻውን ክፃ ንኽእል ስለዚ ሕድስ ካልእ ኣይኮነት ምሳይ እንድሕዳ ጎይሎ ምሳይ ተን ድደለኹዎን ነገራት ትገብር ኣሎ ኩበ

ዝነዊሕ ዓመት ስኢለ ግን እንድሕር ኣብ ስእሊ እትየ ገለ ነገር ክኣልየ ማለት እዩ ቶታል ኣክት ክጎት እዮ ማለት እዩ ገለ ነገር ብኮነ ብዙሕ ደደፈ ተድንቆ ገረከር መን ነብሲ ይምሓሮ ሱኢሰ ጠቢ ክሳብ ግዜ ኮንካ ክትሕግዝ ዝኣትካዮ ስራሕ ኣሎ
እንታይ እዩ መሲልካ ኣብለይ ሕጂ ቆልዓ እንተይለካ ከምዚ ብዛዕባ ሰባት ገለሲ

ኣሎ እንታይ ዝብላት መስራሕ
ንኣብነት ሕጂ ኢንቪቴሽን እዛ ናይ ሃኒባል በለጾ መጀመርታ ስራሕያ ነይራ ኣብ ኣሎ ሓደ ካራክተር ነቲ ኣንታጎኒስት ሳብ እዩ ከምዚ ሓጋዚ ገፀ ባህርያት ገለ ዓይነት እዩ ሕጂ ካልእ ካሲ ነይርዎ ኣይዶኖ እንታይ ኮይኑ ጠፊዎ ድዩ ገሹ ድዩ ዋላ ኣይተረዳድኡን ድዮም ምስ ከደ ሃኒት በጃ እዚኣ ኮይነ ከምዚኣ ገለ እዩ እቲ ከምቲ ዝበልኩ ኣሎ ሕጂ ዝኾነ ነገር ከምዚ ግር ኢላ ይኣቱ ብፍላይ ናይ ሰብ መብዛሕትኡ ግዜ ናት እኳ ይበቅር ገለ ዓይነት እሲ ዋላ ከይፈተኹ ናቱ ናት ስለ ዝኾነ ስለ ዛኒ ይፍል ዘፈተ ኣብኣ ግን ምስ ረኣኹ ክጭነቕ ርእዮ መጀመርትኡ ፊልም እያ ገለ ኣይሓሰብኩን ዝኾነ ይሓሰብኩን ብዛዕባ ስክሪፕት ይሓሰብኩን ብዛዕባ ካስትናት ይሓሰብኩን ብዛዕባ ገንዘብ ንሓጎስኩም በቃ ክሕግዞ ስለ ዘለኒ እቲ ካራክተር ሒዘ ኣብታ ኢንቪቴሽን ሰሪሕ ማለት እዩ ዘይብላ ሓንቲ ክፍልት ገዛ

ሰለስተ ወርሒ ምሉእ ግን ልምምድ ጌርና ኣለና እቲ ልምምድ ወላ ኣብ እቶም ተዋሳእቲ ምፅራብ ማለት እዩ ወላ እወ ሕጂ እሱ እዩ ሓቂ ዘረባ እቶም ዝበዝሑ ከምቲ ዓንተ ይድበልካ ሰብ ባዕሉ ዝዛረብ እዩ ፅቡቅ ኣጋጣሚ ሳይ ስለ ዝገበና ሰለስተ ወርሒ ግን ወሲድና ሕትር ዝበለ ሰለስተ ወርሒ ዝተላመድና ስራሕ ጥቡ ኣብ ህያብ ፍቅራት ዮናታን ዝብል ዝገፀ ኣሎ ንምንታይ ተፈታዊ ዝገብሮ
ፈቃድ ስለ ዝኾነ ገርሂ ፈቃሪ ገርሂ ኢኻ ዮናታንስ ፈቃሪ ብጣዕሚ ዝፈትዋ መፍቃሪቱ ሳሌም ግን ከዓ ግርህነት ነይሮ ገለገለ ሕጂ ተን ግርህነት ይሃስዮ እሞ ትፍቅሪ ኣትዋ ፋሕ ብላሉ ከዕሪ ንብል ግርህነቱ ካሪ ኢሉ መወዳእታ ማለት እዩ
ምርፀ ተዋሳእቲ ከመይ ክኾን ኣለዎ ትብል ልክዕ ክኾን ኣለዎ
ልክዕ ክትኮን ኣለካ መረፃ ተዋሳእቲ እቲ ዝግብኦካስ ዝግብኦ ሰብ ክትወለካ

ሓሊፈ ዲዮ ኣንታይ

ብባህሪ ብዙሕ ምልማን ካይፈቱ ነይረ ገርመን ኣይ ልምን ነይ ማለት እዩ ኣብሪም ሃዊን እንታይ ክብለካ ደልየ መሲልካ ትርድ በለት ቆፀር ኣላት ኣሎ ምሸት ሓምሳ ናፍ ኣላት ንምጅባኝ ክብድ ኢልያ ከኣታ ጉዳይ ክልተ ሚት ብቻ ይብለይ

እስከ ካልእ ዓይነት ኣለማምና ርእኒ
ኣብሪ ምሃብ ህይወት ክቕደም ደሎ ስራሕን ገንዘብ ህይወተይ ክሕልፍ ህይወተይ ክገር ሓስብሎ ሓደ ብዛ ዓለም

ሜሮን ሓወይ
ንሸ ሓወይ ብጣዕሚ ዝፈትዎ ሓወይ ሕጂ ኣብ ስዊዝ ኣሎ ገዛና ክልተ ኢና ማማ ንክልተ ኢና ወሊዳ ኣነ ዓብየ ንሱ ከዓ ኣነ በኩሪ ስዑሳ ስልብት ገዛና ማለት እዩ ምስ ክልተ ዴታትና ኢና ዓብና ምስ ማማን ምስ ዓባይና ዓደይ ኢና ንብላ ኢና ዓብና ሕጂ ኣሎ ጥዑም ነገራት ብፍላይ ከኣ ከምዚ ክልተ ትኾን ካብ ገዛ ትቃጽጽ ገለ ብዙሕ ነገራት ይደሎ ብዙሕ ጽቡቕ ነገር ይደሎ ብጣዕሚ ይናፎ ብጣዕሚ
ኣዴኻ ምስ ትኽእል ስመ
ጓል ዓሰርተ ሸሞንተ ዓሰርተ ሸውዓተ ከባቢ የብለትና ነቲ ዕድመ ድምበራ ሰብያ ብጣዕሚ ትፈትዋ ኣርባዕን ሸውዓተን ዓመት የብላ ማለት እዩ
ዋላ እቲ ኩሉ ውፅኢት ናተይ ከዓ ናታይ ንፍዕቲ ኣደ ክንድደ ክንድቦ ኮይና ዕብያትና ምናልባት እዚ ናይ ተዋስኦ ዓለም ገለ ሰብ ብዙሓት ትምህርቲ እዩ ነይሩ ቀንዲ ድሌታታ ግን ብጣዕሚ ንፍዕቲ ኣደ ክንድቦ ክንድደ ኮይና ኩሉ እቲ ንቆልዑ ደልዮም ኣብ ግዜ ስነ ስርዓት ድዩ ዲስፕሊን ድዩ ዋላ ከመደ ኣብቲ ገዛ ሓላፍነት ወሲዳ ኩሉ እንዳሊት መክልተን ዕብያትና ማለት እዩ

ይሕንቀቕ እዩ ኣነ ጥራሕ ዘይኮንኩስ ማማ ትሕንቀቆ ኣባይ ትሕንቀቆ ገለ ማለት እዩ ኣነ ካብ ንእሽተይ ከለኹ ብዙሕ ስራሕ ከዓ ፈቲነ ይሰርሕ ነይረ ክለኛ እውን ጀሚረ ፋብሮ ጀሚረ ኣቋሪፀዮ መካኒክ ጀሚረ ኣቋሪፀዮ መወዳእታ እንዳ ቬትሮ ግላስ ወርክ ኣብኡ ግን ንውሕ ዝበለ ሰሪሐ ከም ሞያ እውን ኢደይ ኣፅሪዕዎ እተ ናይ ቬትሮ ናይ ግላስ ማለት እዩ ሕጂ እሱ ግን ኣብ ትምህርቲ ኣብ ገለ እታ ምሕንቃቕ ትምህርቲ ጥቅና ትፃወት ገለን ሕጂ ይፈላለያ ናብቲ ክስታይ ንባዕሉ እቲ ገዛ ኣቅሖ ማለት ፋሚሊ ክልቴኻ ብሓንቲ ዓራት ትደቅስ ክልቴኻ ብሓንቲ ማለት በቲ ኩባያ ትሰቲ ነቲ ገለ ኣሎ ብፍላይ ክልተ እንድሕር ኮንካስ ኣለዋ ገለ ነገራት ኣለዋ ደይር ዳኣ ከምዚ ሻሻይ ዋሰ ክትገልፆ ዘይትኽእል ነገር ኣለዎ ኣብ መንጎ ክልቴኻ ማለት እዩ ምስቲ ንእሽተይ ምዃኑ ዝኸዓቢ ትኸውን ትሓስብ ብዛዕብኡ ብዙሕ ነገር ጽባሕ ንግሆ ትምህርቲ ተሓሚሙ ትምህርቲ ተሓሚካ ኢልካ ትቆያቕ እምበርካ ካልእ ኣብቲ ውሽጢ ገዛ ኣምላኽ መስገን ኣሕዋት ኣለዎም ብዙሓት ኣሕዋት ግን ኣብታ ገዛና ግን ኣነ ንሱ ጥራሕ ኢና ትምህርቲ ከምዚ ግበር ትብሎ ከምዚ ግበር ትብል እዞም ጽባሕ ንግሆ ከምዚ ገብር ንዓና ኣብዚ ኺድ ትብል ስታት እዩ ሕጂ ዝያዳ እቲ ምቅያቕ ገለ ዓሰርተ ግዜ ምዝራብ ገለ ከም ዓብ ብፍላይ ዓብ ስለዝኾንኩ ናብ ፍሉይ ፍቕሪ ኣሕድረካ ከምዚ ዝበልኩኻ ካብ ሓንቲ ገዛ ተለኻ ከዓ ብዙሕ ነገር እንደራኽባ ብዙሕ ብዙሕ ናይ ኣሕዋት ነገር ብዙሕ ኣሎ እስኻ ከም ጨዓት ፍቃድ ኣመትካ ፅባሕ ወፀላ ይብልካ ብገለ ምፅኡ ናይ ነገር ቆልዓ ሒዙዋ ኣንጠልጢሏ ገይሩዋ ገለ ኣሎ ምሽ እተን ናይ ኣሕዋት ተሰማዕሮን ጥዑማት መስቲ ብሓንቲ ገዛ ምህላ ንክልቴና ከዓ ማለት እዩ ምስ ክልቴና ኢና ዝታ ገዛ ማመስ ንክልቴና ጥራሕ ኣላ ክልቴና ኢና ክባል ፍሉይ መቕረት ኣለዋ

ዝተሓጎስካላ መዓልቲ
ካብዛ ዝበልኩ ፍጻመስ ድሕሪ ገለ መዓልታት ናይ ሰለስተ ርብዓ መዓልቲ ከዓ ፍሉይ ሓጎስ ኣላ ኩሉ ግዜ ዝዝክራ ሓንሳ ዝገር ተተኣሳሰር ምስታ ነገር ፐርሰናል እያ ናይ ሽኮር ተለካ ባህብኒ
የብለይን እንታይ እዮም እዚኦም? እዞም ቆልዑ ትራይ እዮም ብጥሜት እኮ ክሞቱ ደልዮም
ትሕቲ ፀሓይ ዝፍፀም ነገር መዓልቲ ነዋሕ ደኣ እምበር ሓንቲ ዘህባ ነገር የለን ከም ኩሎም ምስጢራት ዝኽሽሑ ንደገ ዝወፁ ናትካ መዓልቲ ኣኺሉ ደገ ወፅኡ ሰብ ጨኪኑ ከምኡውን ቃል ኪዳን ዝብላ ስራሓት ወይ ድርሰታት ከም ኣላይ ኮንካ ከም ጸሓፊ ኮንካ ስሪሕካ ኣለካ ክንደይ ዝክረ ሰብ ከመይ ተቐቢልዎ ሰብ ጽቡቕ ተቐቢሎም ኣብ ኢትዮጵያን ተዘርጊሐን ክልቲኤን ሕጂ ዛንታ ካብ ሰብ ይወሲደ ሰብ ጨኪኑ ካብ ናይ መርሃዊ ታደሰ ካብተን ሓፀርቲ ሾርት ሙቪታት ሾርት እዚ ሓፂር ዛንታ ካብ ሓፂር ዛንታ ዝፀሓፎ ካብን ሓንቲ ወሲደያ ቃል ኪዳን ካብ ናይ ፍትሓዊ ስም ኮኖ ሕንፃ ዘንተ ዘነፅን ኣብ ፊልም ገላቀና ማለት እዩ እንጂ ክልጥኤን ከዓ ነናተን ክሳይ ኣለዎ እንጂ እታ ሰብ ጨኪኑ ንኣብነት እንዳህር ኮንካ ብዛዕባ ናይ ሓደር እዩ እንጂ እታ ሓዳር ከዓ ኣብ ሓንቲ ለይቲ እያ እቲ ጠባይ ከዓ ተዋሳእ እዩ ግን ድሓር እዩ ዝግለፅ ንምንታይ ኢና ሕጂ ተዋሳኢ ገርና ኣብቲ መወዳእታ ብከምኡ ክዓፆ ይደለኹም ናቱ እንታይ ይሃሞ ማለት እዩ ከምዚ ብዛዕባ ባህሊ ከምዚ ደሽካዖቶ ገለ እያ ትመስል ኣብ መወዳእታ ብኸምኡ ሓፀርቲ ዘለኹ ተዋሳኢ ገይረ እቲ ቅድሚኡ ዘሎ ግን ብዙሕ ዛንታ ኢና ንትንክፍ ብዛዕባ ኣደ ንትንክፍ ንኣብነት ትማሊ ዝነበረት ኣደ ባሕዳ ረኽብና ብዛዕባ ዘሎ ህሉ እኮ ዘመን ናበይ ይኸይድ ኣሎ ዘመን ከምዚ ዕገርግር እዩ ትካራክተር ዘመነ ጥልመት ዘመነ ዕገርግር ገለገለ ብል ሰብ ከናበይ ይገብል ዘሎ ሰብ ከም ሰብሲ እቲ ህልውሃቱ ሰብኣውነቱ ናበይ ተኸይዱ ኣሎ ብዙሕ ነገር እዩ ድትንክፍ ጠባይ ኣብቲ ሓፃር እዋን ሲ ንነገራት እዩ ድትንክፎ ንኩሉ ጠሚትያ ነደ ይብላ እን ጠሚትያ ነደ ማለት ነዛ ናይ ቀደማ ደ ጠሚትያ ስለምንታይ ሓዳር ክኹም ደ ዛነ ብዛዕባ እቲ ናይ ሓፈሻዊ ነገር ትትንክፍያ ዘዘልላ ትትንክፍያ ዋላ ናይ ዓለም ምቕያር እቲ ዓለም ካብ ገዛእ ርእሳ ዘይኮነስ ከም በዓል ንስኺ ዝኣመሰሉ ጠላማት ስሱዓት ገለ ይብሉና ብዛዕባ ጥልመት ብዛዕባ ዝተሰር ሕጂ ኩሉ ግዜ ዓለም ከምዚ ግዜ ከምዚ ዓለም ከምዚ ግዜ ከምዚ ዓለም ወላ ሓንቲ ትቕይር ናይ ግዜ እውን ትቕይር ነገር የለን እቲ ዝቕይር ሰብ እዩ ሕጂ ንዑ ኢዱ ትንክፍ መወዳእታ ግን ብኸምኡ ከዓ ጸዋደ ስለ ዘይበለኒ ካራክተር ገይሩ ይኾንስ ከምዚ ኣክተር ጽንሒት ጠባይ መወዳእታ ንሳ ተዘሕኮስ ማለት እዩ ፅቡቅ ምእላይ ዶ ይከብድ ወላ ምፅሓፍ ንዓካ ክልቲኡ ኣይከብደካን እዩ ማለት ዛንታ ፅቡቅ እንድሕር ኮይኑ ክትፅሕፎ ደስ ዝብለካ ነገር ኣሎ ክሳሪኻ ደስ ዝብለካ ኣሎ ክልቲኤን ሕጂ ተን ዛንታ እየን ፅቡቅ ዛንታ እንተኮይኑ ክትፅሕፎ ደስ ይብለካ ማለት ኣይከብደካን እዩ ብዙ ገለ መሊስካ ኢኻ ከማን ግዜኻ ትሕዞ ሎሚ ፅባሕ ንዓና ምስ ዳኻ ገለ ክትዕበየላ ትፍትን ገለ ፊልም ካ ኮም ክትኣለ እንድሕር ኮንካ ሓንቲ ውድእቲ ፅብቅቲ ስክሪፕት መፂካ ጽቡቕ ጽቡቕ ዓይነት ኣስክሪፕት ገለ ነገር እንድሕር ደኣ ውሽጥኻ ዝስምዖ መጀመርታ ምኽንያቱ እቲ ዳይሬክተር ቀዳማይ ዝዕዘባ ነታ ስክሪፕት ምስ ረኣየ ገለ ውሽጡ እንድሕር ደኣ ተንኪፋቶ ንክኣል እያ ቀሊል እዩ ምክንያቱ ቀልጢፍ እዩ ናቱ ፈጠራ ዝዓቢ እታ ስክሪፕት ገዳስነት ኣለዋ ዛንታ እውን ከምኡ ፅሑፎ ዛንታ ፅቡቅ ዛንታ ዝረኪብካ እውን ይከብደካ እዩ ክልቲኡ ዓይነት ይከም ክልቲኡ ሓደ ክሳ እዩ ዘለዎ እንበትብል ፊልም ኣዝያ ከበቕ ዝብላዕ ብፍላይ ንዓይ ነቲ ጨካን ገጸ ባህርስ ካበይ ኣምጺእካዮ ዝብል ሕቶስ ኣብዚ ኣምጺኦሞ ግን እቲ ኦልሬዲ ነቲ ጨካን ዝበሃለ ባህሪ ከተምጽኦ ከም ትኽእል ዓምጺኣ ሪኢኻና ኣለኻ ግን ከም ሕቶ ትምለስ ከዓ ስለ ዘለዋ ካበይ ኢኻ ተምጽኦ ጅታ ጨካናት ናይ ዕምባባት ደጀን ዝበሃል ካራክተር ካብቲ ናይ ሃብቶም ዓንደ ብርሃን ካብቲ ጽሑፍ የምጽኦ ካብቲ ስክሪፕት ማለት እዩ ስክሪፕት ተጣባይ ስናት እዩ ግን ከም ተዋሳኣይ ኩሉ ግዜ ገለ ነገር ምስ መጸካ ጠባይ ምስ ኣንብብካዮ ንስኻ ከም ተዋሳኣይ ትስእሎ ስእሊ ኣሎ ተጓሳጣይ ተኸይርከቡ እዋ ሕጂ ጨካን እዩ ካራክተር ሲ ከምዚ ሓውሲ ተሓላቕ ዓይነት እዩ ዋላ እንተ ርኢኻ ይኾንካ ክእሰር እንከሎስ ብሰንኪ ዕሮት እዩ ተኣሲሩ ሰብ ክብደል ኣይደልን ሳይ ተፋለጥኒ ንሕድ ኣዕሩኽቲ ክብደሉ የደልዮም ስታ ድፈትዋ ሓፍቲ ተበዲላ እንተ ጸኒሓቶ እሞ ከዓ እቲ ጠባዩ ከዓ ቀልጢፉ ናይ ኢድካ ወስ ባህሪ ስለ ዘለዎ እቲ ምምዝዛን ከዓ ይጎድል ኩሉ ግዜ ኣብ ወስ ከምኡ ዓይነት ካራክተር እዩ ማለት እዩ እምበር ከምዚ ጨካን ግለ ኣይኮነን ፈቃድ ይኸውን እኳ ብግልባጥ እንትን ደጀን ዝበሃል ካራክተር ስለ ዝፈቱ ሰብ እዩ ከክንዲ ሰብ ድበኣስ ማለት እዩ ክንዲ ዕረኽ ድበኣስ ክንዲ ሓፍቱ ክንዲ ስድርኡ ሆሉን ማለት እዩ ግን ኣየማዛዝን
ኣብታ ፊልም ከም ዝሰዕብ ዘለኒ اه ንጓሉስ ኣቦ እዩ ዘሕስማ እሞ ደኻ ንስኻ ተጭክመሉ ኢኻ እቲ ምስጢር ምስ ነገረካ ማለት እዩ እወ ሕጂ እቲ ዛንታ ናይ ሃብቶም ዓንደብርሃን ትነብር ሰብ ናይቲ ፊልም ዋላ ዳይሬክተር ምስ እዩ ንፎእ ሰብ ካብኡ እዩ ማለት እቲ ካብቲ ዛንታ ኣይትወፅን እንዳ ዋላ ተዋሳኢ ኮንካ ካብቲ ድርሰት ኣይትወፅን ኢኻ ግን ሓይሊ ጥበኻ ከም ተዋሳኢ ናትካ ስእሊ ስኢልካ እውን ክሳይ ትገብር ኢኻ ግን ከምቲ ኣቐዲመ ዝበልኩ ካብ ፈቃር እዩ ኳቲ ካራክተር ጨካን ኣይኮነ ግን ኢሞሽናል ከምዞም ስምዒታዊ ዓይነት እሞ ከዓ ሰብ ክብደሎ ዶ ይደሊ ገለ ነቦኻ ከዓ ይብል ኣይ እንታይ ክትገብሩ ኢኻ ኣቦኻ ኣይትሃርሞን እያ ብፍላይ ኣብ ሕብረተሰብና ነብኡ ነዲኡ ድደፈር የለን ማለት ዋላ እቲ ዕዋላ ዝበሃል ሲ ናብ ኣቡኡ ናብ ኣዲኡ ወስ ኣይብልን ምናልባት ካብ ሓሙሽተ ሚልዮን ንሓደ ክልተ ሰብ ክትረክብ ትኽእል እምበር ዋላ ከምቲ ስቶሪ ዛንታ ንባዕሉ ንጓሉ ኮኑ ሲ ካብ ክንደይ ሚልዮን ትከሙ ኣለኹን ሕጂ ሳ ኣይኮነት እንታ ነጥቢ ዝያዳ በዓል እቲ ደራሳይ ክገልጾ ጽቡቕ እቲ ካራክተር ግን ፈቃር እዩ ስለዚ ፈቃር ስለ ዝኾነ እዩ ዝሃርም ወስ ዝብል ኢዱ ምክንያቱ ሓፍቱ ክትብደል ኣይደልኒ ኣዝዩ ስለ ዝፈትዋ ኣረኽቱ ክብደሉ ኣይደልኒ ኣዝዩ ስለ ዝፈትዎም ነቦ ግን ካብ ሚክ ኣቦ ኣቦ ሰተ ግዜ ይበድል እብል ነቦኻ እንታ ክዝሮ ጠቕላን ክትገብሮ ይኽእል እቲ ሕብረተሰብ እውን ከምኡ ሕብረተሰብ ኣይኮነ ኣቦ ድሃትም ሕብረተሰብ ኣይኮነ
ፅቡቅ ምናልባት ኣብ ዝተፈላለዩ ፊልምታት ናትካ ፊልምታት ካብ ዝተዓዘብኩ

ስጋ ሕሰብ ሓጢኣት እዩ ናይ ኮንኩም ብዙሕ ኣይኮንኩም ግን ስጋ ፈቱ ከም ምፍቶ ኣይብል ብዙሕ ስጋ ምገብ ኣይኮን ስጋ ምገብ ኣይብል ኮን ፎቶ ተልካ ግን ስጋ እጅ ግን ስጋ ይምገብ ነይ ብዙሕ ፎቶ ምሉ ግን ስጋ ዝወሰድካዮም ስልጠናታት ከለዉ ዋ ብባህላዊ ጉዳያት ዝተወደበ ብዙሕ ስልጠናታት ወሲደ ኣለኹ ኣብ ግዙ ኣብ ዓመቱ ዝተፈላለዩ ብዛዕባ ስእሊ ብዛዕባ ፊልም ላይ ብዛዕባ ምፅሓፍ ዝተፈላለዩ ባህላዊ ጉዳያት ዝተወደበ ዝተፈላለዩ መምሃራን ካብ ደገ ድመፁ ንውሽጢ ሃገር ገለ ማለት እዩ
ፅቡቅ እዚ ስራሕ ናይ ፊልምታት ኣብ ገዛ ኮንካ ትርኢ ኮንካ ንየፈን ከመይ ትገልፆ
ፈትወ መሳይ ፀሎኒ ደስ እናበለኒ ብሪኦ ምክንያቱ እንታይ ለካ ነራ ኣንተ ወይ ኣብሽ መጀመርታ ኩሉ ግዜ እታ ስክሪፕት ገለ ነገር ክትንክፈን ኣሎ ኩሉ ክሰርሖ ከለኹ ማለት እዩ ሽዑ ደሓር ክርኢ ከለኹ ከዓ ደስ እናበለ ዝድሪ ብዛዕባ ከተቕኦ ዘቐንዶ ተዋሳኢ ምዃንካ ንስኻ

ኣብ ሓዳር እምነት እያ ተዋሳኢ ስለ ዝኾንካ ደርፋይ ስለ ዝኾንካ ገለ ዝያዳ ትኸይድ ማለት ኣይኮነ እምነት እያ ተውሰን ከም ሰብ ብጣዕሚ እያ ትሕግዘኒ ስክሪፕት መጀመርታ እንተ ሒዘዮ ግዜ እንተረኺባ ሰራሕተኛ እያ ክሳን በዓላ ስራሕ ኣለዋ ተንብቦ ርእቶ ትበኒ ኣብ ግዜ ስእልኻ ብጣዕሚ እያ ክስታይ ትገብረኒ ከምዚ ትከናኸነኒ እያ ስራሕ ውዒላ ክንፅኹ ንኽእል ፅናዕ ትዩ ትከትበካ ዘለዋ ፍቕሪ ገለ ኩሉ ማለት እዩ ብርለ እዛ ክነእለላ ፀንሃ ኮሜንት ሕጂ ሲ ኣብ ግዜ ስእሊ ወዲ ሓቢብ ዛዕባ እሰ ንዓይ ከይትነግር እሞ እታ ስራሕ ከዓ ስእል ከም ዘለኹ ስለ ዝፈለጠት ርእሰይ ከይትንክፊላ ወሲዳቶ ሕክምና ገለ መለ ገለ ምሸት ኣቱ ተራእኹስ ደስ ይብል ንብል ኣልሓምዱሊላ ስታ ሓን ፅቡቅ ኢሉ ለመነ ፅባሕ ተቃስል ስእል ምስ ከትኩካ ኣጋጣሚ ከተዋላ ኣይደወለትለይን። ሒዛቶ ከይዳ ሆስፒታል ውዒሎም ገለ ምሸት ቀዲሞም ንሓገዛት እዮም መጺኦም። ደሓር ስእሊ ተወዲኡ ገለመለ ገለገለ ኣነ ምስ ተረጋጋእኩ ሸንሲሓን እዮም ገይሮም ከምዚ ከምዚ ከምዚ ይላል እንግዲህ ክሳብ ክንድዚ ትከናኸነኒ ዋላ ግዜ ስራሕ ሒዛ ክትርብሸኒ እዩ ትደሊ ኣብ ኮምታት ክሰፊኦም ደሓር ግን ኩሉ ያለትና ስነ ጥበበኛ ድያ ኣርቲስታ ኖ ኖ ኣይኮነትን
ላይብረሪ ኢንፎርሜሽን ሳይንስ እያ ወዲኣ ሰራሕተኛ መንግስቲ
ምናልባት ናይ ግልና ሕቶ ደኣ ክኸውን እምበር መጀመርያ ግዜ ኣብ ፍቕሪ ክጥምታ ከለኻ መጀመርያ ንፍቕሪ ንስኻ ሓትካ ዋላ ንሳ ንዕዱ ኸይት ፍቕሪ ትግድም ሓት ማለት እዩ ንስኻ ግን ኣብ ዝበዛ ከምቲ ንጥኛት ምን ሓትኩም ብዙሕ ትጠቃሙ ትብሎ ንሰምዕ ሞ ኤፍሬም ፍልይ ዘለ ማለት ካብ ካልእ ቦታ ከምቲ ኸያ ንስኻ ብዓውድ ናይ ስነ ጥበብ ዘለኻ ንሳ ከኣ ኣብ ዓውድ ናይ ትምህርቲ ዝነበረት ሰብ እያ። እወ ሕጂ እንታይ ድዩ ፍቕሪ ከምዚ ከምጽእ ከምዚ ከምጽእ ኢላ ኣይትብላን እታ ደጋጠመትካ ብፍላይ ከዓ ሓዳርካ እታ እግዚኣብሔር ኣብታ እዚኣ እታ መናብርትኻ ዝበለትካ እዩ ናብ መሳርሕትኻ ካብቲ ገለ ይኮን መወዳእታ ብፍላይ ሓዳር እግዚኣብሔር እዚኣ መናብርትኻ ተይልካ ኣብኣኻ በቲኣዳ በቲኣ መፅኻ ኣብኣኻ ትውድእ እስከ ሕጂ ኤፍራ

ብናትካ ትዕዝብቲ ሕጂ ኣብ ፍቕሪ ኢና ንዛረብ ዘለና ፍቕሪ እንድሕር ኣሎስ በቃ ተፍቂርካ ትልምና እንተዘይ ኣፍቂርካ
እንድሕር ደሊኻሲ ኣማራፂ የለን ምንም ኣንድራ እንድሕር ኖርማል ገለ እሱ ኢልካ ክስታይ ኮይኑ ግን ኣይክትልምን ኢኻ ከተሰለጠካ ሰለጠካ ተዘይሰለጠካ ከሲልካ ጌና ማለት እዩ ፍቕሪ ተለካ ግን ከይፈተኻ ትደሊ እንዲኻ ዘላ

ሕልፊ ዝኾነ ሰብ ብጣዕሚ እየ ዝፈትዋ ብጣዕሚ እየ ዘኽብራ ኩሉ ነገር ኢኻ ናይ እቱ ምስ በልኩ ካን ሸሎ ናብ ባለቤት ኣይኮንኩ ንኽእል ናብ ማማይ ኮንኩ ንኽእል ናብ ዓባይ ትኽእል ኦሬዲ ብሓንሳእ እንደ እንደና ግን እቱ ኢላስ ነደየ ሰላም ድላ ኣደየ ድላ ዓባይና ነደየ ሰላም ዘን ነደየ ሰላም ትለኻ ማማም ሰላም ኦሬዲ እውን ማ ንዓ ኢኻ ግድንካ ሰላም ክብልካ ንዓ ሰላም ኢለ ሸ ንገዛት ማለት እዩ ቅድምሲ ንገዛ ናይ ዳኣቱ ነደይ ማማ ሰላም ኢለ ንብለዛት ማለት ካብ ስነ ጥበብ ኖ እንታይ ረብሕ
ተዓዘብቲ ህዝቢ ኢኻ ክትረብሕ ኦዲየንስ ንዕኦም ኢኻ ማለት ንዕኦም ኢኻ ቀንዲ ክትረብሕ ብፍሉይ ረብሐ እዮ ትብሎ እጂ እንታይ ድዩ ኣብሽ ምናልባት ተዋሳኢ ኮንካ ናይ ሆሊውድ ሆሊውድ ናይ ካልእ ሃገር ገለ እንትኾንካ ዋላ እቲ ሞያ ሃሊኻ ናይ ፊልም ምስራሕ ናይ ህይወት እዩ ናይ ምንባርን ዘይምንባርን ሕቶ እዩ ንኣብነት ኣብ ካልእ ሃገራት በዓል ሆሊውድሲ ኤፍሬም ኣብ ሆሊውድ ነይሩ እንትትኾንሲ ከም ገለ ሓንቲ ፊልም እንትትሰርሕ ዳርጋ ሎቶሪያ ማለት እዩ ክንደይ ሚሊዮናት ዶላር ኢኻ ክትክፈል ብድሕሪኡ በፍንጫኻ ኢኻ ነቲ ሞያ ክትማወት ገለ ማለት እዩ ናትና ግን ስምዒት ውሽጣዊ ስምዒትካ ምውፃእ እቲ ትደልዮ ኣብ ውሽጥኻ ደሎ ድርብሸካ እቲ ናይ ገለ ነገር ምሽ ከምዚ ኩሉ እኳ ሞያ ኣንተይ ስእሊ የለካ ዋሳይ ገለ ይለካ እንጂ ዝያዳ ግን ናብቲ ስነ ጥበብ እየ ዝኸይድ ንስኻ እቲ ውሽጥኻ ደፍእካ ደስ ይብለካ ትዋሳእ ከለካ ሲ ደስ ይለካ ትሰርሕ ክትዓልም ከለካ ደስ ይለካ ትገብሪ ሞያ እንዲ ነቲ ሞያ ግን ደስ እናበለካ ትሰርሑ ብዓይኒ ገንዘብ ብዓይኒ ካልእ ረብሓ ደይኮነስ ብዘይ ወላ ሓደ ረብሓ ደስ እናበለካ ትገብሪ ምናልባት ከም ዝበልኩ ካብ ካልእ ሃገር ኮንካ ግን ናይ ምንባርን ዘይምንባርን ሕቶ እዩ ድሕሪ ሓንቲ ፊልም ስሪሓ ክሉ ካልእ ተደጊምካ ናይ ገንዘብ ትገብራ ካብቲ እቲ ገንዘብ ንባዕሉ ገድደካ እዩ ንክትሰርሐሉ ንክትደኽመሉ መወዳእታ እውን ኣብቲ ኣዝዮም ሃፋት ገለመለ ከምቲ ትሪኦ ማለት እዩ ኣብ ሽሞም ዋላ ብቲ ናይ ገንዘብ ኣብ ሰማይ ምስቶም ቀዳሞት ስፍራ ምስ ናይ ምንባር ሕቶ እዩ ኣብ ዓድና ግን ውሽጥኻ ስሜትካ ተውፀሉ እዩ ደስ እናበለካ ትገብሩ እዩ ከምዚ ፈቲኻ ኢኻ ትሰርሖ ነቲ ስራሕ ብዓይኒ ረብሓ ገንዘብ ኣይኮነን ብዓይኒ ካልእ ረብሓ ኣይኮነን ውሽጥኻ ንምውፃእ ፅቡቅ እዩ ተዓዘብትኻ ከዋሃብ ስነ ጥበብ ዕዮታት ይፅበዩ ብርክት ዝበለ ወይ ፅቡቅ ዝኾነ ስነ ጥበብ ዕዮታት ከባ ይፅበዩ ማለት እዩ ንስኻ ተዓዘብትኻ ክትፅበ
ርእቶ ሕጂ ደጋርመካ ዩትብ ይከታተለ ሓንቲ ፊልም ንኣብነት ሕጂ ዛ ናይ መወዳእታ ሰብ ጨኪን ንዓይ ምስ ኢሉ ኣለኹ እዛ ሰዓት ማለት እዩ ንዓይ ምስ ተሰቕለት ብሙላ እንተን ኮመንት እዮም ዝብለን እዮም ሓሙሽተ ሚእቲ ኩና ሽዱሽተ ሚእቲ ኩና ሽዑ ንሽዑ ይኮንኩ ነብለን ግን ግዘ ኣብታ ብጣዕሚት እንዳእተኹሲ ኩለን ርእየን ሕጂ ተን ቀንዲ ቀንዲ ነየን ይደልዐን ነተን ተረፌታ ወይ ምሽተን እዚኣ እስከ ከምዚኣ ክትከውን ነይራ ገለ ምሽ ይሪኣ ሕጂ ይፍትሻ ንነብሰ እስከ ፅቡቅ ትላ ዘላ ወስዳ ተሪቶ ወስዳ ምክንያቱ ሰነ እንተን ሓነፅ ዝበሃል ዋላ ንዓይ ከም ኤፍሬም ኤፍሬም ገይሮም ደሎ ሰዓ እቲ ናይ ሰብ ርእቶ እቲ ናይ ሰብ ሞራል እቲ ናይ ሰብ ኣጆኻ ከምዚ እንድዩ ከምዚ ከምዚ እቲ ብድሕሪት ኮይኑ ዝደፍእካ እቲ ተዓዛባይ ሕጂ ካብ ዩቲብ ተኸስፋ ትሕዚ ዓብየት መኽሰብ ንሳ እታ መስቲ ተዓዛባይ ኣይትቋረፅን ኢኻ ቀፃሊ ትራኸብ ኢኻ ኔርካ ኔርካ እትን ስምዒትካ ተውፅእ እቲ ክፅበየካ ዝፀንሐ ከዓ ከምዚ ከም ዝብለካ ግለ ንኣን ትወስድ ዝሓሸ ስራሕካ ካብኡ ከዓ ሚስካ ተናእቶታት ስትከኻ ትዕረ ማለት እዩ ግን ደስ እዩ ድብለን እቲ ኮመንት ብምሉእ የንብበ ኣይምልስን እየ ምክንያት ዘይመመለሰ ካብ ምላስ ኢና ወይ ገለ ይኮንኩን ነቲ ዘንዝቡል ክራይም ክወስድ ጥራይ እዩ ዘለኒ ሽዑ እተን ሕቶታት ብየን ይምልሱ በቲ ስራሕ በቲ ድሒሩ ዝመጽእ ግን እተን ቅቡላት ቅቡላት ኢለ ድወስድ ኮን ናይ ፈታዊ ምክንያት ደለዎን ንዕን ወሲድኻ የዕሪኻ ካልእ ስራሕ ፍን ማለት እዩ ስለዚ በዚ ኣጋጣሚ ስለዞም ኣብ ኩሉ ስራሕትካ ጥርብርብ ዘብሉኻ ተዓዘብትኻሲ ብጣዕሚ ብጣዕሚ ብጣዕሚ ዶ መስግኖም ብጣዕሚ ክቅፅልዎ ሎም ርእቶ ርእቶ ፅቡቅ እዩ ምስ ትርኢ ኢኻ ከምዚ ነብስኻ ከም ሳምና ሕሰብ ማለት ማይ ክንዲ ጥራሕ ትደፍእ ሳምና ተእትዋ ሞት ፀሪኻ ትርእዩ ናይ ሰብካ የፅሬካ እዩ ማለት እቲ ክትኮኖ ዘለካ ሰሪሕካ እንዲኻ ሕጂ እንድሕር ዳኣ ሰሪሕካ ከዓ ሰሪሕካ ኢኻ ምክንያት ዝበሃል ነገር የለ ከምዚ እኒኦ ኮይነ ከምዚ ኮነ ሰሪሕካ ወዲእካ ኢልካ እንታይ ታሪእ እዚ እንታይ እንታይ ምክንያት ምሳኻ ኣለ ምሳብ ከ ተዓዘባይ ግን እተን ደበቃ ነጥብታት ክትወሰን ክትከል ኣለካ ስለዚ በዚ ኣጋጣሚ ንብምሎም ርሑስ ኣውዳእመት ትብል ብልባኻ መስግኖ
ናይ መጻምድባ ከ ከመይ ይከውን?
ሕጂ ናይ መጻምድባዊ ኣብዚ ሞያ ኣብታ ናይ ዳይሬክሽን ናብራ ዝያዳ ጸቅጥ እየ ዝሓስብ ዝያዳ እውን ክሰርሐሉ ይፍትል ኣሎ ገለ ስክሪፕታት ኣሎ ግን ቀንዲ ኣብቲ ምእላይ ኣብኡ ክጸቅጥ ተላ የሕፊስ ካብ ዳመት ክትብል ተልትወከ መወዳእታ
መጀመርያ ንመላእ ህዝቢ ኤርትራ ኣብ ውሽጥን ኣብ ደገን ዘሎ ርሑስ ኣውደ ዓመት ርሑስ በዓል ቅዱስ ዮሃንስ ይብል ብፍሉይ ከዓ ንዓባይ ሓንቲ ጋል የለልካ ነይረ ኣብረህተ ኢና ንብላ ንኣብረህተይ ርሑስ ቅዱስ ዮሃንስ ብላ ንወላዲተይ ፀሂነሽ ተስፋይ ርሑስ ኣውደ ዓመት ብላ ንበዓልቲ ቤተይ ናብዶ ስርጋለም ርሑስ ኣውደ ዓመት ምስ ክልተ ደቀይ ሊንዳን እሰይን ርሑስ ኣውደ ዓመት ብሎም ንንሽተይ ሓወይ ሜሮን ርሑስ ኣውዳኣመት እብሎም ንኹሎም ኣሕዋተይ ርሑስ ኣውዳኣመት እብሎም ንኹሎም ፈተውተይ የዕሩኽተይ ነዛ ኣብዚ በፂሐ ዘለኹ ደረጃ ዘብፅሑ ዞም ክነልዕሎም ፀናሕና ተዓዘብቲ ከዓ ንዕንኳ ብፍሉይ ርሑስ ኣውዳኣመት እብሎም ንዓኻ ኣብርሃ ንህድሞና ነባሪት ርሑስ ኣውዳኣመት እብሎም ፅቡቅ እሞ ኣብ መውዳእታ ሓንቲ ትፈትፎ ደርፊ ክንግረን
ደርፊ ናይ ኣብርሃምን የማንን ብጣዕሚ ትፈትው

ክቡራት ተዓዘብትና ምናልባት ናይ መወዳእታ መደብና እዩ እዚ ስለዚ ምስጢር ፍቕሪ ትብል ጣዕሚ ዜማ ተጋብዘና እውን ፅላእ ኣይኮነን ማለት እዩ ስለዚ እንቶም ኣብ ዘለኹሞ ኣነ ድማ ምሳኻ ኣብዚኣ ኮይኑ ምስጢር ፍቕሪ ይልናኻ ንዓፅዋ ድምፀይ ንክዛረበሉ ይጠም ተደርፈሉ ቁርቢ ግርኑ ሕጂ ኣብ ዳኣመት ምድሪ እዝኒ ሰብካ ይነባላሽ ወላዕሎ
ጀመርከ
ሓረይ ቀፅሉ ምስጢር ፍቕሪ

ተወልደ እዩ ኣዲኡ ንፈርሒ ሂባቶ በዚ ኣጋጣሚ ከዓ ንወላዲት ተወልደ ብልቢ ዘመስግን ምክንያቱ ክመይ ዘሎ ሕምባሻ ሃንዛሙ ነይሩ ናብዚ ሕመፅ ዝተዋዕ ብሎ መሊዖሞ ዘሎ ዞም ሰኣልትና ማለት እዩ ስለዚ ድሓን እዚኣ ኣትሪፎምና ኣለዉ እዚኣ ትቆርሰለካ ማለት እዩ ሞር ሰው ዳመት ክብራት ተኸታትልትና ቅድሞና ንባልት ኢንተርቴንመንት ናይ ሎሚ ክንገብሮ ዝውዓልና ዕላል ምስ ስነ ጥበበኛ ኤፍሬም ኤፋ ኣብዚ ዘርና ዶና ከምቲ ኩሉ ግዜ ኣብ ቅድሞና ነባሪት ንብሎ ናትኩም ላይክ ኮመንት ሸር ኣገዳሲ እዩ ብፍላይ ድማ ናትኩም ርእቶ ሃናጺ ውን ስለ ዝኾነ ልዕልኹም ድማ ኣብ ስነ ጥበብ ዕዮታት ናይ ኤፍሬም ኤፍራ ንዝለኩም ሕቶ ይኹን ርእቶ ከም ሳምና ከይተሰከፍኩም ክትሓጽብዎ ትኽእሉ ኢኹም ማለት እዩ ኤፍሬም ውን ካብቶም ርእቶ ዘይጸሉ ስነ ጥበኛት ውን ስለ ዝኾንካ ርእቶ ውን መምዓበሊ ከዓ ስለ ዝኾነ ርእቶም ምቕባል ንሓለኻ መስለን እዋ ፀገም ዘሎ ኣይኮነን ቆጥቅጦ ወደ ኣምሰልካዮ እምበር ስለዚ ንኹልና ኣርምናን ክናውን ኣብ ህድሞና ነባሪት ንዘሉ ስነ ጥበባዊ ስርሓት ዝተፈላለዩ መደባት እውን ንዓኹም ምዝንጋዕ ኢና ንምፅዕኖም መደባት ዝኾነ ይኹን ርእቶም ምስ ዘለኹም ከም ወትሩ ፍሕሹ ገፅ ኣለና ስለቲ ምከታልኩም ድማ ደጊምና ብልቢ ነምስግን ርሑስ ቅዱስ ዮሃንስ ንመላ ህዝቢ ኤርትራ